ማርክ ዙከርበርግ ንመጀመርታ ግዜ ካልኣይ ዝሃብተመ ሰብ ዓለም ምዃኑ መርበብ ያሁ ፋይናንስ ትማል ገሊጹ። ዋና ኣካያዲ ስራሕ ሜታ ንመስራቲ ኣማዞን ጀፍ ቤዞስ ብሓደ ቢልዮን ዶላር ብምብላጽ ትማል ሓሙስ 2.6 ቢልዮን ዶላር ጽሩይ ሃብቲ ብምሓዝ ኣብ ቁጽሪ ክልተ ደረጃ ብምሓዝ ብሉምበርግ ቢልዮነርስ ኢንዴክስ ይሕብር። ድሕሪ ሕጂ ዋና ኣካያዲ ስራሕ ቴስላ ኤሎን ማስክ ጥራይ እዩ ዝበልጾ ዘሎ ንሱ ከዓ ብ256 ቢልዮን ዶላር ፅሩይ ሃብቲ ከም ዘሎ ይዝረብ ሃብቲ ዙከርበርግ መብዛሕትኡ ኣብ 13 ሚእታዊት ብፅሒት ሜታ ዝተኣሰር ኮይኑ ኣብዛ ዓመት ጥራይ ሳላ መኽሰብ ኣክስዮን ብኣስታት ሰብዓን ሸሞንተን ቢልዮን ዶላር ዘልዩሉ እዩ። እዚ ካብ ዝኾነ ኣብ ዝርዝር ቢልዮነራት ሰብ ንላዕሊ እዩ፣ እንተላይ ጀንሰን ሁዋንግ ዋና ኣካያዲ ስራሕ ቀይሕ ውዑይ ቺፕ ዝሰርሕ ትካል ኤን ቪድያ ማለት እዩ። ሼር ሜታ ኣብዚ ዓመት ሰማይ ዓሪጉ። ትማሊ ሓሙስ ክብረ ወሰን ዝሓዘ ሓሙሽተ ሚእቲ ሰማንያን ክልተ ነጥቢ ሰብዓን ሸውዓተን ዶላር ተዓፅዩ ከምኡ እውን እቲ ስቶክ ብዓርቢ ዝያዳ ሓሙሽተ ሚእቲ ተስዓን ዶላር ዝሽየጥ ውዒሉ እዚ ድማ ክሳብ ሕጂ ኣብ ዓመት ዳርጋ ሰብዓ ሚእታዊት ወሰኽ ኣርእዩ ማለት እዩ ኣብ ወርሒ ለካቲት ኣክስዮን ሜታ ንኣውፈርቲ ዘሐጉስ ናይ መጀመርታ ርብዒ ዓመት ምክፋልን ሓምሳ ቢልዮን ዶላር ምምላስ ኣክስዮንን ድሕሪ ምግላጹ ወይ ወሰኸር እዩ ካብ ሽዑ ጀሚሩ ኣክስዮን ሜታ ኣብ ካልኣይ ርብዒ ዓመት ኣብቲ ትፅቢት ዝተገብረሉ ዝሓሸ መጠን እቲ ኩባንያ ናብ ኤኣይ ዝገብሮ ድፍኢትን ተጠቃሚ ኮይኑ። ኣብ ሜታቨርስ ራእይ ዙከርበርግ ቢልዮናት ድሕሪ ምፍሳስ፣ ክፍሊ ሪያሊቲ ላብስ ናይቲ ኩባንያ ኣብ ካልኣይ ርብዒ ዓመት ካብቲ ትጽቢት ዝተገብረሉ ዝወሓደ ገንዘብ ከሲሩ። እቲ ክፍሊ ወጻኢታቱ ብዕስራ ሚእታዊት ክገትእ እውን ተሓቲቱ ኣሎ። መብዛሕትኡ ኣብዚ ዓመት ከም ዝካየድ ይንገር። እቶም ምቁጽጻራት ብተወሳኺ ኣብቲ እቲ ኩባንያ ኣብ ቀረባ እዋን ዝመጽእ ኣጉመንትድ ሪያሊቲ መነጽር ምእዋጁ ዘገርም ምዕባለ ኦርዮን ተባሂሎም ዝተሰምዩ እዚ ድማ ነቲ ናይ ኩባንያ ኤኣይ ዘጠቓልል ኮይኑ፣ ኣውፈርቲ ንመሃዝነቱ ኣብ ዝጣቕዑሉ ዘለዉ እዋን ንኣክስዮን ናይቲ ኩባንያ ዝያዳ ደፊኡዎ። እቲ ኣክስዮን እውን ዙከርበርግ ኣብ ዝሓለፈ ሒደት ዓመታት ንብቕዓትን ንምጽፋፍ ናይቲ ኩባንያ መሓውር ትካል ዝገበሮ ድፍኢት እውን ምዕባለ ረኺቡ እዩ። ኣብ መንጎ ማስክን ዙከርበርግን ዘሎ ክፍተት ስራሕ ክመስል እንከሎ፣ ዕድላት ቴክኖሎጂ ግን ኣዝዩ ክፈላለ ይኽእል እዩ። ክልቲኦም ኣብ መጻኢ ቦታታት ክነግዱ ከም ዝኽእሉ እውን ዘይሕሰብ ኣይኮነን። ኣብዚ ቀረባ እዋን ኣብ ወርሒ ሰነ ጽሩይ ሃብቲ ናይ ማስክ ካብ ናይ ዙከርበርግ ዝወሓደ እዩ ነይሩ። ዋና ኣካያዲ ስራሕ ተስላ ንዓመታት ምስ ቢልዮነር ሙዛኑ ቤዞስ ኤልዌን በርናር ኣርናውት እናተወዳደረ ኣብ ላዕለዋይ ደረጃ ክኣቱን ክወርድን ጸኒሑ እዩ። ኣክስዮን ተስላ ካብቲ ኣብ መጀመርታ ናይዚ ዓመት ዝነበሮ ዕግርግር ተመሊሱ ንሃብቲ ማስክ ደፊእዎ ኣሎ። መብዛሕትኡ ኣብቲ ኩባንያ ዘሎ ብጽሒት ዝተኣሳሰር እዩ። ሕጂ ሼር ተስላ ካብቲ ኣብ ወርሒ ሚያዝያ ዝወረደ ናይ ሓምሳን ክልተን ሰሙናት ትውሕድ ደረጃ ብኣስታት ክልተ ዕጽፊ የዛይድ ኣሎ። ኣክስዮናውያን ተስላ ኣብ ወርሒ ሰነ ንዋና ኣካያዲ ስራሕ ዝኸውን ናይ ኣርብዓን ሓሙሽተን ቢልዮን ዶላር ክፍሊት ፓኬጅ ንምምላስ ምስ ኣጽደቑ'ውን ሃብቲ ማስክ ዓብዩ እዩ። ማስክን ዙከርበርግን ኣብ ዝርዝር ሃብታማት ሰባት ክወዳደሩ እንከለዉ ግጭቶም እውን ካብ ዳሕረዋይ እዋን ናብ ህዝባዊ ጽላት ሰቢሩ ኣሎ። ኣብ ዝሓለፈ ዓመት ማስክ ንኣፍሪቃ ምትሕዋስ ማርሻል ኣርት ዙከርበርግ መንገዲ ኣብ ኤክስ ጸሓፎ ጽሑፍ ናብ ጓጋ ውግእ ብድሆ ኣቕሪቡ ነይሩ። ዙከርበርግ ተቐቢልዎ እውን ማስክ ቅድሚ ዋሕስ ምውጹ ነቲ ውድር ምድላዉ ድሌት ነይርዎ። ኤሎን ኣብ ሓደ እዋን ብሓቀኛ ዕለትን ወግዓዊ ፍጻሜን ዕቱብ እንተኾይኑ ከመይ ገይሩ ከም ዝረኽበኒ ይፈልጥ እዩ ክብል ኣብታ ኤክስ ዝመስል መርበብ ሓበሬታኡ ትሬድስ ኣብ ጸሓፎ ጽሑፍ ኣስፊሩ ኣሎ።